ሕጉስቲ እንተዘይጌርካያ ንስኻ ንባዕልኻ ሕጉስ ክትከውን ኣይትኽእልን ኢኻ። መጀመርያ እንተኽኢልካ ክትቅጽሎ ትኽእል ነገር እንተኾይኑ ጥራሕ ኢኻ ምጅማር ዘለካ። ዘይትቕጽለሉ ነገር መጀመርያ ንዓኣ ንምስሓብ ኢልካ ኣይተብዝሕ። ተዘይኮነ እንዳቐነስካይ ምስ ከድካ እቲ ተፍቅራ፣ ትሓልየላ ዝነበርካ ደቐ ነዚ ከም ዝኸይድ ዘሎ እዩ ዝመስላ። ስለ ትሓዝን ንዓኻ እውን ሕጉስ በዓል ቤት ኣይትገብረካን። ንስኻ ሕጉስ ክትከውን ተደሊኻ ኩሉ ግዜ ዝጀመርካዮ ነገር ኣይተቋርጽ። ፍቕሪ ምልጋስ ኣይተቋርጽ። ህያብ ምሃብ ኣይተቋርጽ። ዝጀመርካዮ ናይ ፍቕሪ ህይወት ክትቅጽሎ እዩ ዘለካ። ምኽንያቱ ኣብ ሓዳር ምስ ኣተኹም ናይ ፍቕሪ ህይወት ክሕደስ እዩ ዘለዎ እምበር ክዝሕል የብሉን። መብዛሕትኡ ክልተ ሰብ ሓዳር ከም ኣሕዋት ኮይኖም እንዳተሰምዖም ስለ ዝመጽእ ኬርለስ እንዳኾኑ ነቲ ዝጀመርዎ ፍቕሪ ኣይቅጽልዎን እዮም። ኣወዳት ቅድሚ መርዓ ኣጸቢቕኩም ትጽዕሩ እሞ ሽዑ ድሕሪ መርዓ ኡፍ ኢልኩም ምጽዓር ተቋርጹ። እዚ ትኽክል ኣይኮነን። ምድናቕ ደው ኣይተብል፣ የፍቅረኪ'የ ምባል ደው ኣይተብል፣ ምሕቋፍ፣ ምስዓም ደው ኣይተብል። ፍቕሪ ኣብ ዓራት ጥራይ ኣይኮነን ዘሎ ፍቕሪ ኣብ ኩሉ ቦታ እዩ ዘሎ በቢ ደቒቕ ፍተዋ በቃ ኣብ ጥቓኻ እንተላ ፍቕሪ ከም ዝስምዓ ግበራ ኢዳ ትሕዛ ትሓቑፋ ኣብ መገዲ ኣብ ዝኾነ ቦታ ፍቕሪ ከም ዝስምዓ ግበራ በቃ ንሳ ኩሉ ግዜ ፍቕሪ ከም ዘይጎደላ ክስምዓ ኣለዎ። ተዘይኮነ ኣይግደሰለይን እዩ፣ ከምቲ ቀደም ኣየፍቅረንን እዩ ወይ ካልእ ምፍቃር ጀሚሩ እዩ ኢላ ክትሓስብ ከይትገብራ። ንሳ ተዘይጠዓማ ንስኻ ሕጉስ ሓዳር ክህልወካ ኣይክእልን እዩ። ፍቕርኻ ንኸይዝሕል ድማ ብተግባር ኣርእያ። እቲ ትህባ ዝነበርካ ፍቕሪ ኣይተጉድሎ። ነቲ ብጻዕርን ብኽብርን ዝረኸብካያ ሰበይቲ ንበዓልቲ ሓዳርካ ምክንኻን ደው ኣይተብል። ረኺብካያ ኢኻ፣ ናትካ እያ። ናትካ እንተ ደኣ ኮይና ከኣ ክትሕብሕብ ኣለካ ፍቅሪ እንተ ዘይሃብካያ እንዳሕዘንካያ ኢካ ትከይድ ዘለካ ማለት እዩ ሳልሳይ ዝግበር ጌጋ ድማ በቃ ክምርዖ ኣለኒ ብዘየገድስ መን ኢልካ ምምርዓው እዩ ሽዑ ግን ምስ ተመርዓካ ወላ ሓንቲ ሓላፍነት ዘይብልካ ምኳን ከም በዓል ቤት ኣይትከውንን ጥራይ ስለ ዝተመርዓካ ጥራይ በዓል ቤት ኣይትበሃልን እዚ ንኩሉ ማለተይ ኣይኮንኩን ሓደ ሓደ ኣወዳት ከምኡ ስለ ዘለዉ እየ ዝዛረብ ዘለኹ። በዓል ቤት ማለት ርእሲ እዩ ምሽ? ርእሲ ማለት ድማ መራሒ እዩ። የእምሮና ዶ ኣይኮነን ንኣካላትና ዝእዝዞ? ፈጣሪ ድማ ርእሲ ኢኻ ዝበለካ ሓላፍነት ስለ ዘለካ እዩ። ስለዚ ናይ ሰበይትኻ፣ ናይ ገዛእ ርእስኻ መራሒ ክትከውን ኣለካ። ንስኻ ግን ጓል ሰብእት ኢኻ፣ ከምቲ ናይ ቀደም ሲንግል ከለኻ ትገብሮ ዝነበርካ ትገብር እንተኾይንካ፣ መን እዩ ነቲ ቤት ክመርሖ ሰበይትኻ ናትካ ምምራሓ ትደሊ of course ኩሉ ትገብር ትመርሕ ናይ ኩሉ ሓላፍነት ትወስድ ጓል ክትከውን ትኽእል እያ ግን ዋላ ውን ብጣዕሚ ንፍዕቲ ጓል ትኹን still ናትካ ናይ ምምራሕ ሓላፍነት ትደሊ እያ ሰበይትኻ ኣብ ገዛ ወይ ኣብ ሓዳር ዘጉደለቶ ነገር እንተሎ ብቀዳምነት ንስኻ ኢኻ እትርእዮ ምኽንያቱ ንሕና ሰባት ብተፈጥሮና ናይ ካልእ ሰብ ጎደሎ ንምርኣይ ቁልጥፋት ኢና ንስኻ ግን ንገዛእ ርእስኻ ክንድምንታይ ዝኣክል እየ ዝሕግዛ ክንድምንታይ ዝኣክል ከ ሓሚቐ ወጺዔያ ኣለኹ ብምባል ናብ ገዛእ ርእስኻ ምርኣይ ኣለካ ሰበይትኻ ፍልጠት እንተጎዲልዋ ምሃራ ሕጉስቲ ተዘይኮነት ዘድልያ ዘሐጉሳ ነገር ሕተታ። በዓልቲ ቤትካ ሕጉስ ክትገብረካ እንተ ደሊኻ፣ መጀመርያ ንስኻ ኢኻ ንዓኣ ምልእቲ ሰበይቲ ክትገብራ ዘለካ። ስለዚ ናይ ምምራሕ ናይ ምምሕዳር ሓላፍነትካ ኣይትረስዕ። ንገዛ ምምላእ ገንዘብ ምምጻእ ጥራይ ኣይኮነን ሓላፍነትካ፣ ንሰበይትኻ ምሕብሓብ፣ ብፍልጠት ከም ትዓቢ ምግባር፣ ዘድልያ ነገር ብምቕራብ ሓላፍነት ክትወስድ ዝግብኣካ ንስኻ ኢኻ። ሽዑ ንሳ ብኣኻ ትኾርዕ፣ ንስኻ ብዓል ቤታ ምዃንካ ጥራይ ትኾርዓልካ። በዚ ድማ ንሳ ምልእቲ ጓል ከም ዝኾነት ይስምዓ። እቲ ኣብ ውሽጣ ዘሎ ህያብ ክትጥቀመሉ ትኽእል። ንስኻ ሓያል ብዓል ቤት ምስ ትኸውን ጥራሕ'ዩ ኣብ ከምዚ ደረጃ ትበጽሕ። ኣወዳት ኣንስትኹም ሕጉሳት ዘይገብራ ኹም እንተኾይነን መጀመርያ ገዛእ ርእስኹም ሕተቱ ሰበይተይ እንታይ ጌረያ እየ ማዕረ ክንድዚ ሓጎስ ከም ዝስእን ጌራትኒ ኢልኩም ሕተቱ ምኽንያቱ ደቂ ኣንስትዮ ሓጎስ እንተጎዲልወን ምንክብኻብ እንተጎዲልወን ፍቕሪ እንተጎዲልወን ገዝእን እየን ዘጸምወኦ ፍቕርን ሓጎስን ምሃብ እየን ጠጠው ዘብላ ስለዚ ኣወዳት ሰብ ሓዳር ኩኑ። ነዞም ጌጋታት እዚኦም እንተ ኣሊኹም ሕጉስ ሓዳር፣ ሕጉስ ፍቕራዊ ህይወት ክህልወኩም እዩ።